ኣብዚ ዝሓለፈ ቀረባ መዓልታት ኣሜሪካ ነታ ኣብ ልዕሊኣ ንነዊሕ እዋን እገዳ ኣንቢራ ዝጸንሐት ኩባ ካብቲ ዘላቶ ቁጠባዊ ቅልውላው ንምንጋፍ ፖለቲካዊ ኣካይዳኣ እንድሕር ለዊጣ ሚእቲ ሚልዮን ዶላር ክትህባ ምዃና ብመንገዲ ናይ ሲኣይኤ ሓላፊ ዝሰደደቶ ልኡኽ ሓቢራ ዝነበረት ኮይና ኩባ ድማ ዳርጋ ነቲ ሓሳብ ተቐቢላቶ ዝብል ዜናታት ክዝርጋሕ ተራእዩ ነይሩ እዩ። ይኹን እምበር ነዊሕ ከይጸንሐ ሕቡራት መንግስታት ኣሜሪካ ነቲ ድሕሪ ሓዉ ፊደል ካስትሮ ነታ ሃገር ክመርሕ ዝጸንሐን ኣብዚ ቀረባ እዋን ካብ ስልጣኑ ዝወረደን ራውል ካስትሮ ምስታ ብሽሕን ትሽዓተ ሚእትን ቴስዓን ሓደን ዝወደቐትን ኣርባዕተ ሰባት ዝተቐትሉላን ሓንቲ ንእሽቶ ነፋሪት ብዝተሓዝ ክሲ ኣቕሪባትሉ እያ። እታ ብሽሕን ትሽዓተ ሚእትን ቴስዓን ሽዱሽተን ዝወደቐት ነፋሪት ዜጋታት ኣሜሪካ ዝነበርዋ ነፋሪት ኮይና ንራውል ካስትሮ ከኣ ዜጋታት ኣሜሪካ ኣብ ምቕታል ኢድ ነይርካ ብምባል እዩ ክሲ ተመስሪትሉ ዘሎ። ኣብ ከምዚ ኩነታት ከኣ ሕቡራት መንግስታት ኣሜሪካ ነታ ንነዊሕ እዋን ዴሳዊ ስርዓታ እትቃወም ዝነበረትን ዴሳዊ ስርዓት ገዲፋ ድማ ናብ ዴሞክራሲ ክትምለስ ጸቕጢ ክተንብረላ ዝጸንሐትን እገዳ ዘንበረትላን ኩባ ከይትወርር'ዩ ስግኣት ዓሲሉ ዘሎ። እቲ መበቆሉ ኩባ ዝኾነን ቀንዲ ተቓዋሚ ናይቲ ኣብ ኩባ ዘሎ ስርዓት ምዃነን ዝግለጽ ሚኒስተር ወጻኢ ጉዳያት ኣሜሪካ ዘሎ ማርኮ ሩብዮ ብወገኑ ኩባ ንኣሜሪካ ናይ ሃገራዊ ጸጥታ ስግኣት ምዃና ክገልጽ እንከሎ ናብ ሰላማዊ ስምምዕ ናይ ምምጻእ ተኽእሎኣ ድማ ልዑል ከምዘይኮነ ሓቢሩ'ዩ። ማርኮ ሩቢዮ ኣብ መግለጺኡ፣ ኣሜሪካ ዲፕሎማስያዊ ፍታሕ ከም እትመርጽ እኳ እንተገለጸ፣ ፕሬዝደንት ኣሜሪካ ዶናልድ ትራምፕ ግን ሃገሩ ካብ ዝኾነ ይኹን ስግኣት ናይ ምክልኻል መሰልን ግዴታን ከም ዘለዎ ኣጠንቂቑ እዩ። ሚኒስተር ወጻኢ ጉዳያት ኩባ ብሩኖ ሮድሪጌዝ ድማ ብወገኑ ንማርኮ ሩቢዮ ብሓሶት ብምኽሳስ እታ ደሴት ንኣሜሪካ ሓደ እኳ ስግኣት ፈጢራ ኣይትፈልጥን እያ ክብል ገሊጹ ኣሎ። ማርኮ ሩቢዮ ኣብ ዘረብኡ ምስቶም ሕጂ እንገጥሞም ዘለና ወገናት ክረአ እንከሎ ሰለማዊ ስምምዕ ናይ ምፍጣር ዕድል ትሑት እዩ ኢሉ። ንሱ ወሲኹ ኩባ ኣብ መላእ እቲ ዞባ ሓንቲ ካብተን ቀንዲ ደገፍቲ ግብረ ሽበራ እያ ክብል እውን ከሲስዋ ኣሎ። ሚኒስትር ወጻኢ ጉዳያት ኩባ ሮድሪገዝ ግን ነዚ ክሲ ብምንጻግ እቲ ናይ ኩባ ሚኒስተር ንሩብዮ ወተሃደራዊ ተጻብኦ ንምልዕዓል ይፍትን ኣሎ ብምባል ክወቕሶ እንከሎ፣ መንግስቲ ኣሜሪካ ድማ ኣብ ልዕሊ ሃገሩ ብጭካነን ስርዓትን መጥቃዕቲ የካይድ ኣሎ ክብል ገሊጹ። ኣብዚ እዋን እዚ ኩባ ብሰንኪ እቲ ኣሜሪካ ዘንበረቶ ዕጽዋ ነዳዲ ከቢድ ናይ ጸዓት ቅልውላው ኣጋጢምዋ ዘሎ ኮይኑ ምሕዳር ዶናልድ ትራምፕ ድማ ውዕል ክትገብር እዩ ጸቕጢ ዝገብረላ ዘሎ። በዚ ምኽንያት ከኣ ህዝቢ ናይቲ ሃገር ኣብዘን ዝሓለፋ ኣዋርሕ ንነዊሕ ሰዓታት ዝጸንሕ ምቁራጽ ሓይሊ ኤሌክትሪክን ሕጽረት መግብን ኣጋጢምዎም እዩ። ማርኮ ሩብዮ ግን እታ ሃገር ካብ ኣሜሪካ ንዝቐረበላ ናይ ሚእቲ ሚልዮን ዶላር ሰብኣዊ ሓገዝ ከምዝተቐበለት ሓቢሩ ኣሎ። ፕሬዝደንት ኣሜሪካ ዶናልድ ትራምፕ ኣብ ልዕሊ ኩባ ጸቕጢ ንምጽናዕን ነቲ ዴሳዊ ስርዓት ንምውዳቕን ብግልጺ ክዛረብ ጸኒሑ እዩ። እዚ ኣብ ልዕሊ ራውል ካስትሮ ዝቐርብ ዘሎ ክሲ ድማ ምስቲ ትራምፕ ኣብ ጥሪ ኣብ ልዕሊ ፕሬዝደንት ቬኔዙዌላ ኒኮላስ ማዱሮ ዝወሰዶ ናይ ምሓዝ ስጉምቲ ዝመሳሰል እዩ ተባሂሉ። እታ ልክዕ ከም ኩባ ብዴሳዊ ስርዓት እትምራሕን ንዴሳዊ ስርዓት ኩባ እትድግፍን ቻይና ድማ ብወገና፣ ኣሜሪካ ንኩባ ንምፍርራሕ ተካይዶ ዘላ ጎስጓሳት ደው ክተብል እያ ጸዊዓ። ኣፈኛ ሚኒስትሪ ጉዳያት ወጻኢ ቻይና ኣብ ዝሃቦ መግለጺ፣ ኣሜሪካ ኩሉ ግዜ ሓይሊ ካብ ምጥቃም ክትግታእ ኣለዋ ክብል እንከሎ፣ ኣሜሪካ እገዳን ሕጋዊ መሓውራትን ኣንጻር ኩባ ከም መሳርሒ ምስግዳድ ምጥቃም ደው ክተብል፣ ከምኡ'ውን ንኹሉ ኩርናዓት ሓይሊ ናይ ምጥቃም ምፍርራሕ፣ ካብ ምግባር ክትሕየብ ኣለዋ ኢሉ። ኩባ ሃገራዊ ልኡላውነታን ክብረታን ንክተውሕስ ቻይና ብጽኑዕ ትድግፋን ናይ ወጻኢ ምትእትታው ትቃወምን ክብል ድማ ኣፈኛ ሚኒስትሪ ጉዳያት ወጻኢ ቻይና ተዛሪቡ'ዩ። ኣብ ከምዚ ኩነታት ከኣ ኣሜሪካ ኣብ ልዕሊ'ታ ብዴሳዊ ሰልፊ እትምራሕ ኩባ ውግእ ከይተልዕል ኣብ እትስግኣሉ ዘሎ ግዜ፣ ኣብ ጥቓ ገማግም ባሕሪ ኩባ ነፈርትን ሰብ ኣልቦ ነፈርትን ናይ ኣሜርካ ይዓርዳ ከም ዘለዋ ተገሊጹ'ሎ። ካብ ፍላይት ራዳር ዒስራን ኣርባዕተን ዝተባህለ ናይ በረራ ምክትታል መርበብ ሓበሬታ ዝተረኽበ መረዳእታ ከም ዘነጽሮ ካብ ዓሰርተ ሓደ ግንቦት ጀሚሩ ብውሕዱ ሓሙሽተ ናይ ኣሜርካ ሓይሊ ባሕሪ ፒ ሸሞንተ ኤይ ፖሰይዶን ናይ ስለያ ነፈርትን ሰለስተ ኤምኪው ኣርባዕተ ሲ ትራይተን ናይ ስለያ ሰብ ኣልቦ ነፈርትን ኣብ ውሽጢ ካሪብያን ኣብ ጥቓ ኩባ ከንቀሳቐሳ ተራእየን እየን። ገሊአን ነፈርቲ ካብታ ደሴት ክሳብ 80 ኪሎ ሜተር ዝቐርብ ኣብ ዘሎ ርሕቐት ከም ዝበረራ እውን ተገሊጹ። ብብዙሓት ተንተንቲ ድማ ይግለጽ ከም ዘሎ ወተሃደራውያን ነፈርቲ ኩሉ ግዜ ቦታአን ኣይስሕታን እየን፣ ማለት ከይፈለጣ ናብ ሓደ ቦታ ኣይኣትዋን እየን ብምባል እዚ ምቕራብ ናይ ወተሃደራውያን ነፈርቲ ኣሜሪካ ናብ ኩባ ኮነ ኢልካ ብምምሕዳር ዶናልድ ትራምፕ ዝተገብረ ኣብ ልዕሊ ኩባ ጸቕጢ ንምግባር ዝግበር ዘሎ ፈተነ እዩ ክብሉ ገሊጾም ኣለዉ። ገሊኦም ተንተንቲ ድማ ኣሜሪካ ልክዕ ከምቲ ኣብ ቬኔዙዌላ ዝገበረቶ ስርሒት ንመራሕቲ ናይ ኩባ ከይትጨዊ ስግኣት ኣሎ ክብሉ እንከለዉ ገሊኦም ድማ ኣሜሪካ ወተሃደራዊ ምትእታው ኣብ ኩባ ክትገብር ትኽእል እያ ዝብሉ እውን ኣይተሳእኑን። ኩባ ብወገና ናብ ውሽጢ ኣሜሪካ መጥቃዕቲ ክፍጽማ ዝኽእላ ሰብ ኣልቦ ነፈርቲ ከም ዝዓደገት ብሓደ ኣክስዮስ ዝበሃል ማዕከን ዜና ዝተጠቕሰ ኮይኑ ሚኒስትር ጉዳያት ወጻኢ ኩባ ግን ሃገሩ ኣይትፈርሕን እያ፣ ውግእ እውን ኣይትደልን እያ ብምባል መልሲ ሂቡ እዩ። ንኣሜሪካ ድማ ብውተሃደራዊ ጣልቃ ንምግባር ናይ ሓሶት ምስምስ ትፈጥር ኣላ ክብል እውን ከሲሱ። ነዞም ክስታት ስዒቡ እዩ ከኣ ጸሓፊ ጉዳያት ወጻኢ ኣሜሪካ ማርኮ ሩብዮ ምስ ህዝቢ ኩባ ሓድሽ ዝምድና ክህሉ ጻውዒት ዘቕረበ። ማርኮ ሩብዮ ኩባ ካብ ኣሜሪካ ናጽነታ ዝረኸበትሉ መዓልቲ ምኽንያት ብምግባር ብቋንቋ እስጳኛ ንህዝቢ እታ ደሴት ብቐጥታ ኣብ ዘመሓላለፎ መልእኽቲ፣ ነቲ ኣብታ ደሴት ዘሎ ክትግምቶ ዘጸግም መከራ ተሓታቲ እቲ ዴሳዊ መሪሕነት ምበር ኣሜሪካ ዝገበረቶ ዕጽዋ ነዳዲ ከምዘይኮነ ገሊጹ። ሕጂ ከኣ ኣሜሪካ ናብ ከባቢ ኩባ'ያ ነፈርቲ ውግእን ሰብ ኣልቦ ነፈርትን ትሰድድ ዘላ። ሓንቲ ነፋሪት ብ ዓሰርተ ሓደ ግንቦት ክሳብ ኩባ ሰማንያ ኪሎ ሜተር ዝቐርብ ርሕቐት ዝበጽሓትሉ ሓዊሱ ብሓይሊ ባሕሪ ኣሜሪካ ዝተገብሩ ሓያሎ በረራታት ናይ ፒ-ሾመንተ ፐሳይዶን ናይ ስለያ ነፈርቲ ሓበሬታ ወጺእ'ሎ። እታ ፒ-ሾመንተ ኣብ ፍሎሪዳ ናብ ዝርከብ መደበር ቅድሚ ምምላሳ ናብ ሰሜን ርእሰ ከተማ ኩባ ሃቫና ክትበርር እንከላ ተራእያ። በታ መዓልቲ'ውን ምንቅስቓሳ ከም ዝቐጸለት ተገሊጹ። ብዓሰርተ ሓሙሽተ ግንቦት ድማ ክልተ ናይ ኣሜሪካ ኤምኪው ኣርባዕተ ሲ ትራይተን ዝዓይነተን ናይ ስለያ ሰብ ኣልቦ ነፈርቲ ወይ ድሮናት ኣብ ገማግም ባሕሪ ደቡባዊ ኩባ ተንቀሳቒሰን እየን። እቲ ምክትታል ከም ዘርእዮ፣ ቅድሚ ሕጂ ብፖሰይዶን ተመሳሳሊ በረራ ዝተገብረሉ መስመር ተኸቲለን እየን ተጓዒዘን። ኣብ ከምዚ ኩነታት እዩ ከኣ ኣሜሪካ፣ ኩባ ኣብ ትሕቲ ዴሳዊ ስርዓት ካብ እትኣቱ ንልዕሊ ሱሳ ዓመታት ምስ ሓዉ ኮይኑ ነታ ሃገር ዝመርሐ ራውል ካስትሮ፣ ሓዉ ንፊደል ካስትሮ፣ ክሲ ኣቕሪባትሉ ዘላ። እዚ ኣብ ልዕሊ ራውል ካስትሮ ቀሪቡ ዘሎ ክሲ ከኣ ምስቲ ትራምፕ ኣብ ጥሪ ኣብ ልዕሊ ፕሬዝደንት ቬነዝዌላ ኒኮላስ ማዱሮ ዝወሰዶ ናይ ምሓዝ ስጉምቲ ዝመሳሰል እዩ ዝብል ትንተና ዝወሃበሉ ዘሎ ኮይኑ ጋዜጠኛታት ሚኒስትሪ ወፃኢ ጉዳያት ኣሜሪካ ማርኮ ሩቢዮ መንግስቲ ኣሜሪካ ብኸመይ እዩ ንካስትሮ ናብ ኣሜሪካ ከምፅኦ ምስ ሓተትዎ ከመይ ጌርና ከነምፅኦ ከም እንፍትን መደባትና ንማዕከና ዜና ኣይንገልፅን ኢና ኢሉ እዩ መሊሱ። ነቲ ክሲ ዘፍለጠ ዓቃቢ ሕጊ ቶድ ብላንች ግን ካስትሮ ብገዛእ ፍቓዱ ወይ ብኻልእ መንገዲ ኣብዚ ክቐርብ እዩ ብምባል ገሊጹ'ሎ። ብተወሳኺ ማርኮ ሩቢዮ ኣዲስ ላስቴራስ ሞሬራ ዝተባህለት ጓል ኣንስተይቲ ኣብ ፍሎሪዳ ተኣሲራ ከም ዘላ ኣፍሊጡ። እዛ ማርኮ ሩቢዮ ተኣሲራ ኣላ ዝበላ ኣዲስ ላስቴሬስ ሞሬራ ሓፍታ ነታ ንመብዛሕትኡ መኽሰብ ዘለዎ ጽላት ቆጠባ ኩባ ዝቆጻጸር ወተሃደራዊ ትካል ላዕለወይቲ ሓላፊት እያ። ሞሬራ ኣብ ፍሎሪዳ እናነበረት ነቲ ናይ ኩባ ኮሚኒስታዊ ስርዓት ትሕግዝ ነይራ ብዝብል ተኸሲሳ ብናይ ኢሚግሬሽን ሓይልታት ተታሒዛ ናብ ሃገራ ክሳብ እትስጎግ ኣብ ትሕቲ ቀይዲ እያ እትርከብ። ፕሬዝደንት ኣሜሪካ ዶናልድ ትራምፕ ንጋዜጠኛታት ሂብዎ ኣብ ዘሎ መግለጺ ድማ ኩባ ዝፈሸለት ሃገር ምዃናን ምሕደርኡ ግን ብሰብኣዊ መዳይ ክሕግዞም ይፍትን ከም ዘሎን ገሊጹ። እቶም ኣብ ኣሜሪካ ዝነብሩ ኩባውያን ኣሜሪካውያን ድማ ናብ ሃገሮም ተመሊሶም ኩባ ከትዕወት ክሕግዙ ይደልዩ እዮም ዝበለ ትራምፕ ካልኦት ፕሬዝደንታት ንሓምሳ ወይ ሱሳ ዓመታት ክገብርዎ ዘይከኣሉ ስጉምቲ ኣነ ዝገብሮ ይመስል ነዚ ስራሕ እዚ ብምስርሐይ ድማ ሕጉስ እየ ክብል ኣፍሊጡ ኣሎ። እቲ ክገብሮ እየ ዝብል ዘሎ ስጉምቲ ግን እንታይ ምዃኑ ዝፍለጥ ነገር የለን። ገለ ተንተንቲ ግን ኣሜሪካ ወተሃደራዊ ምትእትታው ንኽትገብር ክውስን ከም ዝኽእል ይገልጹ።
ንሕጂ ዝተዳለወ መደብ እዚ እዩ ነይሩ።